ሰላም ከመይ ኣለኹም ኩልኹም ተኸታተልቲ ናይዚ ቻነል እዚ ጽቡቕ ክትህሉ ተስፋ ገብር ሎም መዓልቲ ሰንበት እዩ ብሩኽ ሰንበት ገብረልኩም ንኹልኹም እንዳተመነኹ ናይ ሎም መዓንቲ ሓሳበይ ብዛዕባ ዓወት ክዛረብ ሓሲበ ኣለኹ ምክንያቱ ቅድሚ ክልተ መዓልቲ ሓንቲ ነገር ፖስት ገይረ ነይረ ዕውት ምዃን ከቢድ እዩ ድኻ ምዃን ከኣ ከቢድ እዩ ኣይናይ ትደሊ ግን ምረጹ ኢለ ነይረ ኩሉ ሰብ ዓወት መሪጹ ዳርጋ ኣብታ ኮመንት ዘለዋ መብዛሕትኡ ሰብ ዕውት ምዃን እዩ መሪጹ which is good ብጣዕሚ ጽቡቅ ደስ ዘብል እዩ ብዙሓት ሰባት ክዕወቱ ደልዩ ዘጠራጥር ነገር ኣይኮነን ማለት እዩ but the question is እንታይ መሲልኩም ንክትዕወት እንታይ ውሳነ ወሲድካ ወይ እንታይ ጌርካ ወይ ኣብ ከመይ ዓይነት ስጉምቲ ኣለኻ። ዓወት ማለት ንሰብ ዝተፈላለየ ትርጉም ወይ ዝተፈላለየ መልእኽቲ ወይ ከዓ ዝተፈላለየ ሓሳባት ክኸውን ይኽእል እዩ ወይ ከዓ ዝተፈላለየ ነገራት ምጭባጥ ክኸውን ይኽእል እዩ ዓወት ማለት ንገሊ ብፋይናንስ ክኸውን ይኽእል እዩ ንገሊ ብትምህርቲ ክኸውን ይኽእል እዩ ብዝተፈላለየ መገድታት ማለት እዩ ንገሊኡ ኣብ ሓዳሩ ኣብ ጥዕንኡ ብዝተፈላለየ መገዲ ዓወት ክኸውን ይኽእል እዩ ንሓደ ሰብ ግን ሓንቲ ሕቶ ክሓተኩም ምስታ ናይ ቅድሚ ክልተ መዓልቲ ፖስት ገይርያ ዝነበርኩ ኩልና ዓወት ንደሊና ንክንዕወት ነቲ ንደልዮ ክንበፅሕ ኣብ ዓወት ንክንበፅሕ እንታይ ዓይነት ስጉምትታት ወሲድና እንታይ ዓይነት ውሳኔታት ወሲድና እንታይ ዓይነት ቆራፃት ዝኾኑ ውሳኔታት ወሲድና እንታይ ዓይነት ዋጋታት ከንኸፍል ኣለና እዘን ሕቶታት እዚን ኣዝየን ወሰንቲ እየን ምክንያቱ ከምታ እታ ጥቕሲ እታ ፖስት ዝገበርኳ ትብላ ዓወት ቀሊል ነገር ኣይኮነን እዚ ፍሉጥ እዩ ግን ከዓ ሚስጢር ከዓ ኣይኮነን ኣዝዩ ፍሉይ ዝተኸበበ ውሑዳት ጥራይ ዝፈልጥዎ ወይ ከዓ ንውሑዳት ጥራይ ዝምልከት ሚስጢር ከዓ ኣይኮነን ዝኾነ ሰብ ዝምልክቶ ዝምልከቶ ዝኾነ ሰብ ክበፅሖ ክጭብጦ ዝኽእል ነገር እውን እዩ ሓደ ነገር ክነግረኩም ዝበዝሐ ሰብ ዓወት ማለት ዓብ ውፅኢት ገይሩ ስለ ዝሓስቦ ዓብ ነገር ምስ ገበረ ከዓ እቲ ዓወት ዝበሃል ትጭብጦ እዩ ድመስሎ ግን ከምኡ ይኮነን ዓወት ልክዕ ከም ህንፃ ከም ገዛ ኣነ መሲለ እያ ዘለኹ ገዛ ክሰርሖ ከለኻ ወይ ገዛ ምስ ተሰርሐ ኣዝዩ ዓብ ህንፃ እዩ ግራውንድ ፕላስ ዋን ፕላስ ቱ ክንብሎ ንኽእል ኢና ዋላ ፐላሶ ንበሎ ዓብ ህንፃ ክኸውን ይኽእል እዩ ግን እዚ ህንፃ እዚ ብምንታይ ጠጠው ኢሉ ዘሎ እንድሕር ኢልና ብንኣሽቱ የእማን እዩ ተሃኒፁ ስለዚ ልክዕ ከምኡ ዓወት ማለት ከዓ ንኣሽቱ ውሳነታት ኣብ ህይወትካ ትውስኖም ነገራት ንኣሽቱ ነገራት ኣብ ህይወትካ ትገብሮም ነገራት ንቐጻሊ ወይ ንነዊሕ ኮንሲስተንሲ ኾንካ ምስ እትገብሮም ዓብዪ ሪዛልት ይህቡኻ ወይ ከዓ ዓብ ውፅኢት ይህቡኻ ስለዚ ሓንቲ ነገር ክትነግሩ ነብስኹም ክትሓትዋ ወይ ከዓ ከተውሽጥኹም ከተሰላስልዎ ትደልዩ

ክልተ ሰዓት ከኣ ንሕልምኻ ስራሕ ወይ ከኣ ነቲ ፓሽንካ ስራሕ ይብል ነይሩ ንኣብነት ካብ ሸሞንተ ኣቲኻ ሰዓት ኣርባዕተ ድሕር ስራሕ ትወፅእ ኮንካ ሸሞንተ ሰዓት እዚ ንክትነብር ገንዘብ ስለ ዘድልየካ ትሰርሕ ትኸውን ብድሕሪኤን ካብ ኣርባዕተ ሳብ ሽዱሽተ ዘለዋ ክልተ ሰዓታት ግን ንሕልምኻ ስራሕ ነቲ ክትጭብጦ ትደሊ ዘለኻ ዓወት ትብሎ ዘለኻ ነቲ ክትበፅሖ ትሓልሞ ዘለኻ ነገር ክትበፅሓሉ ስራሕ ማለት እዩ ስለዚ ኩሉኹም ሓንቲ ነገር እየ ዘተባብዓኩም እንድሕር ክንዕወት ንደሊና ዓወት የድልየና እንድሕር ኢልኩም እንታይ ዓይነት ውሳኔታት ትውስኑ ኣለኹም እንታይ ዓይነት ኣክሽን ትወስዱ ኣለኹም ናብቲ ዓወት ትብልዎ ኣለኹም ከብፅሓኩም ዝኽእል ከ እንታይ ትገብሩ ኣለኹም ዋጋ ከትኸፍሉ ኣለኹም ዲኹም እዚታት ድልዋት ክትኮኑ ኣለኩም ንኣሽቱ ነገራት ብቐጻሊ ምግባር ንኣሽቱ ነገራት ብቐጻሊ ምግባር ንኹልና ይምልከተና እዩ። ተዓወት ዝበሃል ንዝኾነ ሰብ ይምልከቶ እዩ። እቲ ዝሓለፈ ባክግራውንዱ ብዘየገድስ እንታይ ዓይነት ህይወት ኣብ ድሕሪት የሕሊፉ ብዘየገድስ ምክንያቱ ወላ ሓንቲ ዘይነበሮም ኣብ ደገ ኣብ ፅርግያ ዝሓድሩ ዝነበሩ ወይ ሆምለስ ዝብልዎም ኣብዚ ዓዲ ከይተረፉ ኣብ ዓወት ዝብልዎ ኣብቲ ዝለዓለ ደረጃ በፂሖም እዮም ተኣምራት ሰሪሖም እዮም ብዙሕ ነገራት ፈጢሮም እዮም ስለዚ ኣብቲ ዝተሓተ ለበል ናይ ህይወት ዝነበሩ ንሕና ኣብቲ ዝለዓለ ለበል ክበፅሑ ክኢሎም ዋይናት ንሕና እንታይ ኮይኑ ይግብኣና ስለዚ ገለገለ ሰባት ንዕኦም ዘይግብኦም ወይ ንዕኦም ዘይምልከቶም ገይሮም ክሓስቡ ይኽእሉ እዮም ወይ ከዓ ገሊኦም ከዓ ብቓል ጥራይ ክትዕወት ደሊ የስ ክዕወት ደልየ ግን ገለ ሰብ መፅኡ ዝዓወት ክህቦ ዝፅበ ሰብ ወይ ከዓ ገለ ነገር ክፍጠር ገለ ተኣምር ክፍጠር ፅበ ነገር ነው ፈፂሙ ተኣምር ኣይፍጠን እቲ ተኣምር ባዕልኻ ኢኻ ትፈጥሮ

ከምኡ ምክንያት ኣይትግበሩ እንድሕር ከምኡ ምክንያት ጌርኩም ንዑ ጥራይ ኢኹም ከተስተውዕሉ ንዑ ጥራይ ኢኹም ክትርእዩ እሱ ንዑ ጥራይ ስለ ትምግብዎ ዘለኹም ከዓ እሱ ጥራይ ከዓ እቲ ውፅኢት ክመፀልኩም እሱ ጥራይ ኢኹም ከዓ ክትርእዩ ስለዚ እንታይ ኢና ክንገብር ዘለና እቲ ንደልዮ ባዕልና ንፍጠሮ እቲ ክንበፅሖ ንደሊ ባዕልና ንፍጠሮ ማዕፆ ናይ ዕድል እንድሕር ተፈጢረልካስ ነቲ ማዕፆ ባዕልካ ስርሓዮ ዝበሃል ኣበሃህላ ኣሎ ስለዚ ዋጋ ክንከፍል ኣለና ንኣሽቱ ውሳኔታት ኣብ ህይወትና ክንውስን ኣለና እሱ ተኣኪቡ ከኣ እዩ ኣብ ዓወት ዘብጽሓና ምክንያቱ ዝበዝሐ ሰብ እንታይ እዩ ዝገብር መሲልኩም እቲ ንኣሽቱ ነገራት ይንዕቆ እዩ ምክንያቱ እሱ ኣብ ዓወት የብጽሕ ኢሉ ስለ ዘይሓስቦ ንዕኡ ይንዕቆ እዩ ስለዚ ከዓ ኣብ ዓወት ኣይበጽሕን ማለት ዓብ ነገር ይጽበ ዓብ ነገር ይፍትን ኩሉ ግዜ እንታይ ድብላ ሓንቲ ነገር ኣላ መሲልኩም ዓብ ሕልሚ ሃልኻ ግን ብንእሽተይ ነገር ጀምር እቶም ንኣሽቱ ነገራት ተኣኪቦም እዮም ነቲ ዓብ ሕልሚ ዝበሃል ወይ ከዓ ነቲ ዓብ ዓወት ዝበሃል ዘሎ ከብፅሕዎ ከምፅኡልካ ወይ ከዓ ናብኡ ከብፅሑካ ዝኽእሉ እዞም ንኣሽቱ ነገራት ስለዚ ንኣሽቱ ነገራት ዘይምንዓቕል መጀመርያ ነዚ ዘለና ነገር ምምስጋን ነቲ ኣብ ህይወትና ተፈጢሩ ዘሎ ንምምስጋን ደሓር ንሕና ብቕዓት ከም ዘለና ንሕናስ ብኣምሳል ፈጣሪ ዝተፈጠርና ፍጡራት ኢና ነዚ ምድሪ እዚ ክንገዝእ ኢና ኣብዚ ምድሪ ተፈጢርና ዘለና ዕላማ ኣለዎ ፈጣሪ ንዓና ስለ ዝፈጠረና ስለዚ ነቲ ክንደልዮ ክንበፅሖ እንደለና ዓቕሚ ከም ዘለና ፈሊጥና ክንገብሮ ዋጋ ክንከፍለሉ ክንፅዕረሉ ዝኾነ ነገር ዝመፅእ ውፅኢት በቲ ትገብሮ ፃዕሪ ኢኻ ስኻ ከዓ ዝኽፈለካ እቲ ፃዕርኻ እዩ ፃዕርኻስ መለክዒ ናይቲ ውፅኢትካ እዩ ሓፂሩ ማለት እዩ ብዙሕ ዝጸዓረ ብዙሕ ይረክብ፣ ውሑድ ዝጸዓረ ከዓ ውሑድ ይረክብ። ብዙሕ ዋጋ ዝኸፈለ ብዙሕ ይረክብ፣ ውሑድ ዋጋ ዝኸፈለ ከዓ ውሑድ ይረክብ። ስለዚ ናይ ሎም መዓንቲ ሕፅር ዝበለት መልእኽቲ እያ ነይራትኒ። ኣብዚ ምሳይ ብምህላውኩ ብጣዕሚ የመስግነኩም። ስለ እቲ ቪዲዮታተይ እቲ መልእኽታተይ ከዓ ስለ ትከታተልዎ ብጣዕሚ የመስግነኩም። ኣብ ዩቲዩብ ቻነል ናተይ ትርእይዎ ከዓ ጎሄድ ሳብስክራይብ ግበሩ ምእንቲ ኩሉ ግዜ መልእኽቲ ክሰድድ ከለኹ ክመፀኩም ከይድኩም ሳብስክራይብ ግበሩ እዚኣ ክብለኩም እፈቱ ንኩልኹም ብሩኽ ሰንበት ይግበረልኩም ንኩልና ብሩኽ ሰንበት ይግበረልና ኣብ ቀፃሊ የራኽበና ፈጣሪ ፍቕርን ሰላምን ዓወትን ብልፅግናን ክበና ይምነ ሰሰናዩ